ሄሎ ኣዲብ።
ሃሎ ሳምሶም ከመይ ኣምሲኻ? ሄሎ ከመይ ኣምሲኻ ኣዲብ። ተዓዘብቲ ምሉእ ስእሊ ምእንቲ ክህልዎም ሃዋህው ናይቲ ፈስቲቫል ኣብ ድሮ ከመይ ኣሎ? ሓፈሻዊ ስእሊ ናይቲ ሃዋህውን ተገይሩ ዘሎ ምድላዋትን ክትሕብረና ኣዲብ።
ሕራይ ሳምሶን መበል ኣርብዓ ዓመት ዝኽሪ ፌስቲቫል ቦሎኛ ካብ ኣዋርሕ ጀሚሩ ክግበር ዝጸንሐ ምድላዋት ኣብዚ እዋን እዚ ተወዲኡ ኣሎ። ናይ ሰዓታት ጥራይ እዩ ተሪፍዎ ዘሎ እቲ ፌስቲቫል ክጅመር። እቲ ሃዋህው ካብ ዝሓለፉ ክልተ መዓልታት ነጋድያን ክውሕዙ ጀሚሮም ኣለዉ። ብዝሒ ትማሊ ናብ መዕርፎ ነፈርቲ ከተማ ቦሎኛ በጺሕና ኔርና። ንገለ እውን ከነዘራርብ ዕድል ረኺብና ኔርና። እቲ ዝህብዎ መልሲ እቲ መኽፈቲ ነዊሑና ዝብል እቲ ሃንቀውታን ባህግን ኣዝዩ ልዑል እዩ ዘሎ። ቀጽሪ እቲ ፌስቲቫል ዝካየደሉ ካብ ኣፌፌቱ ጀሚሩ ብባንዴራታትን ኣርማ መበል ኣርብዓ ዓመት ዝኽሪ ፌስቲቫል ቦሎኛ ወቂቡ ኣሎ። ንጸጋማይ ወገን ናይቲ ቀጽሪ ብርኽ ኣብ ዝበለ ኩጀት እውን ኣብኡ ኣርብዓ ባንዴራታት፣ ባንዴራ ሃገርን ህዝባዊ ግንባርን፣ ተሰቒሉ ኣሎ። ስሙ ድማ ካባ ቦሎኛ ተሰይሙ ኣሎ። ኩሉ እቲ። ቀጽሪ ብዝተፈላለየ ንታሪኽ፣ ንባህሊ፣ ንልምዓታዊ መደባት፣ ንሓድነት ህዝቢ ኤርትራ፣ ንሱታፌ ህዝቢ ወዘተ ዘንጸባርቕ ስእልታት ወቂቡ ኣሎ። እቲ ሃዋህው ብሓጺሩ ሳምሶም ኣዝዩ ወእውዕ እዩ ዘሎ። ሕራይስ ከኣ ዲብ ምናልባት ከምዚ ክትጠቕሰልና ዝጸናሕካ ነጋድያን ዋሕዚ ይቕጽል ኣሎ። ካበይ ኣበይ እዮም መጺኦም ዘለዉ እዞም ነጋድያን ምናልባት?
ሕራይ ሎሚ ብፍላይ ካብ ንግሆ ጀሚሩ ቐጽሪ ፌስቲቫል ካብ ዝተፈላለዩ ሃገራት ዝመጹ ዜጋታት ኣዕለቕሊቑ እዩ ውዒሉ ዘሎ። ካብ ሽወደን፣ ስዊዘርላንድ፣ ዴንማርክ፣ ኖርወይ፣ ቤልጅም፣ ፈረንሳ፣ ጀርመን፣ ኣሜሪካ፣ ስዑዲ ዓረብ፣ ሆላንድ፣ ዓዲ እንግሊዝ፣ ካብ ውሽጢ ሃገርን ካልኦት ሃገራትን ዝመጹ ኤርትራውያን ናብ ከተማ ቦሎኛ ኣትዮም ኣለዉ። ካብ ኣሰናዳእቲ እቲ ፌስቲቫል ዝረኸብክዎ ሓበሬታ፣ ኣብ ጥቓ እቲ ፌስቲቫል ዝካየደሉ ቦታ ዘለዋ ሆቴላት ካብ ቅድሚ ኣርባዕተ ወርሒ ኣትሒዙ እቲ ቦታ ተታሒዙ እዩ ጸኒሑ። ስለዚ ሎሚ ከባቢ ሰዓት ክልተ ብኣቆጻጽራ ሃገርና ማለት ብናይ ከተማ ቦሎኛ ሰዓት ሓደ ካብ ሆላንድ ንዓሰርተ ሸውዓተ ሰዓታት ንሃገራት ስዊዘርላንድን ጀርመንን ሰጊሮም ብኣውቶቡስ ተጋዒዞም ከተማ ቦሎኛ ኣትዮም ኣለዉ። ልዕሊ ሰብዓ ዝኾኑ ኤርትራውያን ክሳብ ጽባሕ እውን ንግሆ እቲ ዋሕዚ ክቕጽል ምኻኑ ክንፈልጥ ክኢልና ኣለና ሳምሶን።
ሕራይ እስኪ ከምዚ ክትገልጸልና ዝጸናሕካ ዳርጋ ካብ ኩሉ ኩርናዓት ናይ ዓለም እዮም ዝውሕዙ ዘለዉ። ንገለ ካብቶም ገዳይም ተሳተፍቲ ፈስቲቫል ቦሎኛ ከ ክትውከስ ዕድል እንድሕር ረኺብካ ዝኽርታቶምን ስምዒታቶምን ብኸመይ ተካፍለና?
እወ ብዛዕባ ገዳይም ተሳተፍትን ኣካየድትን ፌስቲቫል ቦሎኛ እንተኾይኑ እቶም ቀደም መንእሰያት ዝነበሩ ሎሚ ገሊኦም ኣባሓጎታት እተን ደቂ ኣንስትዮ ውን ኣዴታት ኮይነን ዕድመ ደፊኦም ኣለዉ ይኹን እምበር እቲ ወኒ ፍቕሪ ሃገርን ተወፋይነቶም ኣብ ቦትኡ እዩ ዘሎ ኩሎም እዚ ናይ ኣርብዓ ዓመት ዝኽሪ ፌስቲቫል ቦሎኛ ከም ናይ ውርሻ መድረኽ እዮም ጠሚቶሞ ዘለዉ ኣብ ወጻኢ ዝነበረ ኤርትራዊ ኣብ ጎኒ መሪሕ ውድብ ብምዃን ኣብ ቃልሲ ንናጽነት ዝተጻወቶ ተራ ኣብ ሓጺር እዋን ገሊጽካ ዝውዳእ ኣይኮነይ ሳምሶም ሎሚ ንግሆ ኣብ ከፈተርያ ናይቲ ቀጽሪ ኣብ ዝተንቀሳቐስናሉ ከምቲ ልሙድ ኣዴታት ዓድ ጥልያን ውራየን ከጸብቓ ካብ ንግሆ ጀሚረን ኣብ ንጡፍ ስራሕ እየን ተጸሚደን ጸኒሐናና ኩለን ድማ ብሓደ ቃል ብዘይ ሃገር ክብረት ስለ ዘየለ ክሳብታ ናይ መወዳእታ ዕድሚኤን ንሃገረን ከገልግላ ምዃነን እየን ኣረጋጊጸናልና። ፌስቲቫል ቦሎኛ ድማ ክነቕሓ፣ መሃይምነት ከጥፍኣ፣ ፍቕሪ ሃገር ክሓድረን ዘይርሳዕ ውዕለት ከም ዘለዎ እየን ዝገልጻ። ስለዚ እቲ ዝኽርታት ኣዝዩ ዓሚቕ እዩ ሳምሶም። ሕራይ እስከ ኣዲብ ነቲ ኣብ ከተማ ቦሎኛ ዝካየድ ዝነበረ ሃገራዊ ምትእኽኻብ ዘየርከቡሉ ናይ ሽዑ ህጻናት ናይ ሎሚ መንእሰያት ነዚ ናይ ሎሚ ዝኽሪ መደብ ከመይ ይገልጽዎ ገለ ሓበሬታ ረኺብካ?
እወ ጽቡቅ ኣለኻ ሳምሶም ኣብ ወጻኢ ዝተወልዱ ህጻናት ወይ መንእሰያት ብባህሊ ከባቢኦም ክጽለዉን መንነቶም ከጥፍኡ ልዑል ተኽእሎ እዩ ዘሎ ኣብ ህዝቢ ኤርትራ ግን ባህሎምን መንነቶምን ከጥፍኡ ኣይረኣዩን ኩሉ ሃገረይ ዝብል እዚ ከኣ እቲ ድሕረ ባይታና እዩ መልሱ። ቦሎኛ ድማ ነቲ ቅድሚ ናጽነት ሃገሩ ዘይወነነ ዝነበረ ኤርትራዊ ከም ማእከል ባህልን መንነትን ሃገሩ ኮይና ባህሉ ንኸየጥፍእ ብመንነቱ ክኾርዕን ፍቕሪ ሃገሩ ፍቕሪ ሃገሩ ክሓድሮን ሓጊዛ ጥራይ ዘይኮነት ወሳኒ ተራ እውን ተጻዊታ እያ። ስለዚ ኣብዚ ናይ ኣርብዓ ዓመት ዝኽሪ ፌስቲቫል ቦሎኛ ልዑል ተሳታፍነት መንእሰያት ዝተራእየሉ ኣጋጣሚ እዩ። ኩሉ እቲ ንጥፈታት ብመንእሰያት እዩ ዝዕመም ዘሎ። ነጋድያን ረኺብና እውን ኣብ ዘዘራረብናሉ እዋን፣ ደቆም ሒዞም ናብዚ ፌስቲቫል ምምጽኦም፣ ደቆም ብባህሊ ሃገሮም ክሕበኑ፣ ብመንነቶም ምእንቲ ክኾርዑን ሃገራውነት እውን ከጽንዑ ኣዝዩ ከም ዝሕግዞም እዮም ዝዛረቡ። ዓንተወይ ኣቐድም ኣቢለ ካብ ሆላንድ ዝመጸ ኣቦ ረኺበ ነይረ። ኣብ ሽሕን ትዓሰርተን ሰማንያ ኣርባዕተን እዩ ንከተማ ቦሎኛ ወይ ንፌስቲቫል ቦሎኛ ኣሳተፍ ነይሩ። ኣብቲ እዋን እቲ በይኑ እዩ ዝመጽእ ነይሩ፣ ሕጂ ግን ሓሙሽተ ርእሰይ ኰይነ መጺኤ። እዚ ከኣ ነቶም መንእሰያት ታሪኾም፣ ባህሎም ንኽፈልጡ ኣዝዩ ሓጋዚ እዩ ዝብል እሞ እዚ ናይ ፌስቲቫል ቦሎኛ እቲ ናይ መድረኽ ምውርራስ መንእሰያት ዝያዳ እቲ ናቶም ተራ ልዑል ከም ዘሎ ጥራይ እየ ክገልጸልካ ዝደሊ ሳምሶን። ኣብ መወዳእታ እምበኣር ኣዴብ ናይ መወዳእታ ሓንቲ ሕቶ ከቕርበልካ፣ ናይ መኽፈቲ መደባትን ሓቚፍዎ ዘሎ ትሕዝቶን ብዝምልከት እትህበና ሓበሬታ እንተሎ። ሕራይሲ መኽፈቲ ወግዓዊ መኽፈቲ ጽባሕ ከምቲ ኣብ ዜናውን ክጥቀስ ዝጸንሐ ከባቢ ዓሰርተን ፈርቓን ክጅመር እዩ ሎሚ ብ ኣቆጻጽራ ናይ ኤርትራ ሕጂ ሳዕ ትሽዓተ ብ ኤሪስፖራ ባንድ ካብ ደገ ዝመጹ ኤርትራውያን ሙዚቀኛታት መደብ ኣብ ሳዓት እዚ ይቀርብ ኣሎ ወግዓዊ መክፈቲ ጽባሕ ከባቢ ሳዓት ዓሰርተ ፈርቓን ብ ኣቆጻጽራ ኤርትራ ሳዓት ዓሰርተ ሓደ ከባቢ ወይ ዓሰርተን ፈርቓን ክኽፈት'ዩ፣ ብላዕለዋይ ልኡኽ መንግስቲ ምቑራጽ ሪባን ክካየድ'ዩ፣ ዝተፈላለዩ መሰናድኦታት'ውን ክቐርብ'ዩ፣ ናይ ዝኽሪ ኤግዚቢሽን ክህሉ'ዩ፣ ቁሸት ሃገራት፣ ዝተፈላለዩ ስነ-ጥበባዊ መሰናድኦታት ክቐርብ'ዩ፣ ድሕሪ ቀትሪ'ውን ሰሚናር ብላዕለዋይ ልኡኽ መንግስቲ ክህሉ'ዩ፣ ኣብ ዝኽሪ ሳዕ ዘይክርስዖ ዘይደሊ ንህጻናት'ውን ዓቢ ቦታ ተዋሂቡ ነቲ ፌስቲቫል ከስተማቕሩ ባይታ ተጣጢሑሎም ኣሎ። ኣብ ፅባሕ ክንራኸብ ከዓ ተስፋ እገብር። ልኡኽ ሚኒስትሪ ዜና ጋዜጠኛ ኣዲብ ዓብዱ ካብ ከተማ ቦሎኛ ነመስግን ሰናይ ፈስትያቫል ንምነ።